ጥዕሙ ምስ ሬድዮ ኤረና ኣብዚ መደብ እዚ ንማሕበራዊ ህይወት ዘንጸባርቑ ጽሑፋት ግጥምታት ድርሰታትን ዋዛታትን ዝቐርቡ ኮይኖም ኣብ ህይወት ንዘጋጥሙ ጸገማትን ኣፈታትሖምን ኣመለኻኽታና መዓልታዊ ህይወትና ተዘክሮታት ንእስነትን ካልእ ንኣጠማምታና ውልቃዊ ህይወትና እናንጸባረቐ ዘዘናግዕን ምኽርታት ዝልግስን መደብ እዩ ጠጥዕሙ ምስ ሬድዮ ኤረና
ማግቢ እምሮ ስቶይሲዝም ኣብ ህይወትና ክጠቕመና ዝኽእል ኣብነታት ብፊልሞን ነጸርኣብ ምንጪ ፍሻለ ተስፋይ ዚኖ ቅድሚ ክልተ ሽሕ ዓመታት እዩ ኣብ ሓደ እዋን ኣዝዩ ሃብታም ነጋዳይ ዝነበረ ቆጵሮሳዊ ዚኖ ኣብ ከባቢ ኣቴንስ ግሪኽ ምስ በጽሐ መርከብ ተሰይራቶ ዝውንኖ ዘይብሉ ጥራሕ ኢዱ ተረፈ ዚኖ በዚ ኣይተዳህለን ኣብ ግሪኽ ዘወርወር እናበለ መጻሕፍቲ ሶቅራጦስን ካልኦት ፈላስፋታትን ምንባብ ስርሐይ ኢሉ ተተሓሓዞ። ቀጺሉ ተምሃሮ ኣኪቡ ክምህር ጀመረ። ከምኡ እናበለ ኸኣ ንመዋእል ዝኸደ ፍልስፍናዊ ትምህርቲ ብዛዕባ ውርዝይና፣ ተጻዋርነትን ነብስኻ ምቁጽጻርን ዝኾነ ስቶይሲዝም ኣበጊሱ ሓለፈ። ስቶይሲዝም ዝብል ስም መበገሲኡ፣ ካብ ስተዋ ፖይኪለ ዝበሃል ኣብ ኣቴንስ ዝነበረ ምዕሩግ ዓቢ ህንጻ ዀይኑ፣ ፈላስፋ ዚኖ ንተማሃሮኡ ኣብዚ ዝተጠቕሰ ህንጻ ኣኪቡ ይምህር ስለ ዝነበረ፣ ስቶይሲዝም ብኡ መጠን ዝተዋህበ ስያመ እዩ። ኣብ ቋንቋ ትግርኛ ነዚ ፍልስፍናዊ ኣበሃህላ ዝገጥም ቃል ክረኽበሉ ስለ ዘይከኣልኩ፣ ንምርዳኡ ክጥዕም ከም ዘለዎ ስቶይሲዝም፣ ቢለ ክጽብዖ ወሲነ ኣለኹ። ፍልስፍና ስቶይሲዝም ኣብ ዓለም ብዙሕ ሽግራት ከጋጥመካ እዩ። ከም ዘጋጥም ፈሊጥካ ኸኣ ኩሉ ግዜ ድሉው ኩን እምበር ብተስፋ ጽቡቕ ነገራት ኣይትጸበ። ሽግር ምስ መጸ ኸኣ ፊት ንፊት ከም ዘለዎ ተቐቢልካ ከም ንቡር ብርግኣት ጥሒስካዮ ትሓልፍ ዝብል ኣረዳድኣ ዝሕመረቱ ፍልስፍና ኮይኑ ኣብ ህይወት ብዙሓት ሰባት ጽልዋ እናገበረ መጀመርያ ብደቂ ቆጵዑስን ሶርያን ድሓር ከኣ ብሮማውያን ብዝያዳ እናተመሓየሸ ከም መንገዲ ህይወት ኮይኑ ድሕሪ ፈላስፋ ዚኖ ንልዕሊ 400 ዓመታት ካብ ጊላ ክሳብ ንጉስ ኣብ ዘሎ ክፋል ሕብረተሰብ ብዕቱብ ዘገልገለ ፍልስፍና ምዃኑ መዛግብቲ ታሪኽ ይነግሩ። ፍልስፍና ስቶይሲዝም ኣብ ልዕሌና ንዘጋጥሙ ነገራት ክንቆጻጸር ኣይንኽእልን ንኸውን ምስ ኣጋጠሙ ብኸመይ ንቕበሎም ግን ሙሉእ ቁጽጽር ኣለና ባዕልና ቀዲምና ሓደ ጽቡቕ ነገር ካብ ምጽባይ ግን ንህይወት ከም ዘላታ ክንቅበላ ይመክር ነብሰ ምቁጽጻር ጸጋ እዩ እቶም ኣብ ነብሶም ሙሉእ ምቁጽጻር ዘለዎም ሰባት ጥራሕ እዮም ከኣ ንኻልኦት ሰባት ብጽቡቕ መንገዲ ክቕይሩ ዝኽእሉ ይብል ፍልስፍና ስቶይሲዝም። ነዚ ኸኣ ኣብ ኣርባዕተ ነጥብታት የኸፋፍሎ። ጽረ ሓደ ውርዜና መዓልታዊ ንዘጋጥሙ ቅልውላዋት ኣብ ክንዲ ብስምዒት ብርጉእ መንፈስ ምቕባል። ቁጽሪ ክልተ ስምዒትካ ምቁጽጻር። ኣብ ዝኾነ ኣጋጣሚ ንኣዘዮም ዘቖጥዑ ነገራት ብህድኣት ምምላስ። ሰለስተ፣ ፍትሒ፣ ንኻልኦት ወላ ውን ገበነኛታት ይኹኑ ብፍትሓዊ መንገዲ ምርኣይን ምፍራድን። ቁጽሪ ኣርባዕተ፣ ትብዓት፣ ንኣዘዮም ከበድቲ ፍጻሜታት ጥራሕ ዘይኮነ፣ ዋላውን ንመዓልታዊ ብድሆታት ብንጹርን ብሓቅን ምምካቶም ከምቲ ሮማዊ ፍሉጥ ፈላስፋ ስቶይሲዝም ሰነካ ዝበሎ ወላውን ኣብዛ ዓለም ንምንባር ንባዕሉ ትብዓት የድሊ እዩ። ሶቅራጦስ ነዚ ፍልስፍና ናይ ስቶይሲዝም ብልክዕ ዝነብሮ ዝነበረ ይመስል። ብምባል ይጠቕሶ። ፈላስፋ በትራንድ ራስል ኣማውታ ሶቅራጦስ እንተተዓዚብና ናይ ሞት ፍርዲ ተቐቢሉ መርዚ ክጭልጥ እናተቓረበ ድምብርጽ ከይበሎ ነቲ ሞት ከይተረፈ ብሓጎስ ተቐቢሉ ኣብታ ካልእ ዓለም ከማን ከም ድላይና ሕቶታት ንሕተላን ንካትዓላን ዓለም ቀልጢፍና ንኸይድ እናረ ሓሊፉ ኣብቲ እዋን ንደቂ ሰብ በራዩ ምግባር ከም ሕጋዊ ኣብ ዝነበረሉ ግዜ ስቶይሲዝም ኩሉ ሰብ ማዕረ ስለ ዝኾነ በራዩን ሰብኣውነቶም ተሓልዩ ብፍትሓዊ መንገዲ ክተሓዙ ከም ዝግባእ ዝመክር ዝነበረ ኣበሃህላ ነበረ ሓደ ካብ ዓበይቲ መራሕቲ ሮማዊ እምብራጦርያ ዝኾነ ማርቆስ ኣውሪልየስ ሓደ ካብ ዓበይቲ ጸሓፍቲ ፍልስፍና ስቶይሲዝም እውን እዩ። ኣውሬልየስ ኣብቲ ናይ ዓሰርተ ትሽዓተ ዓመታት ዕድመ ስልጣኑ ብፍልስፍና ስቶይሲዝም ተሓጊዙ ክልተ ዓበይቲ ውግኣትን ኣብ ስድራ ቤቱ ንዝነበሮ ከበድቲ ጸገማትን ብህድኣት ሰጊሩ ኣብ ጉዕዞኡ ንነብሱ ከም መዓልታዊ መዘኻኸሪ ጥበብ ዝጥቀመላ ዘ ሜዲሽንስ ዘርእስታ ንእሽቶ መጽሓፍ ጽሒፉ ይኽተል ነበረ። ኣውሬልየስ ምስቲ ዅሉ ልቦናኡ ነቲ ብግልያድያቶር ዚፍለጥ ቅልስ ሰብን ኣራዊትን ጠጠው ከብሎ ዘይምኽኣሉ እኳ ዚሕመ እንተዀነ፣ ኣዝዩ ርህሩህን ዘይጸዓድን መራሒ ተባሂሉ ይዝከር። ድሕሪ ክልተ ሽሕ ዓመታት ካብዚ እዋን፣ ኔልሰን ማንዴላ ብትምህርቲ እዚ ሰብኣይ ተሓጊዙ ነቲ ናይ ዕስራን ሸውዓተን ዓመታት ማእሰርቱ ክቕበል ከም ዝተሓገዘ ይዛረብ። ካብ ማእሰርቱ ምስ ተፈትሐ ድማ ኣብ ክንዲ ናብ ሕነ ምፍዳይ ናይ ሰላምን ዕርቅን ውሳነ ወሲዱ ንሃገሩ ደቡብ ኣፍሪቃ ከም ዘረጋግዔ ይፍለጥ። ሕሉፍ በደል ረሲዕና ንመጻኢ ክንሓስብን ዝሓሸ ፍትሓዊ መንገዲ ክንክተልን ይመክር ኔልሰን ማንዴላ። ገለ ዓበይቲ ናይ ክርስትና መምህራን ከም በዓል ቶማስ ኣኳይነስ ነዚ ስነ ሓሳብ ውርዝይና ኣድኒቖምን ተቐቢሎምን ከም ዝረዓምዎ እውን ይፍለጥ። ሸገርገር ክንብል፣ ተስፋ ክንቆርጽን ክንርዕድን ከለና፣ ኣብ ከባቢና ዘለዉ ሰባት ኣጆኻ ክሓልፍ እዩ፣ ሕማቕ ኣይትሕሰብ እናበሉ ከደዓዕሱናን ተስፋ ክህቡናን ከም ንቡር ይውሰድ። እንተኾነ ስቶይሲዝም እዚ ባዶ ተስፋ ምሃብ ነባሪ ሰላም ክህብ ስለ ዘይክእል ካብቲ ቀንዲ ክውገድ ኣለዎ ዝብሉ ኣበሃህላታት እዩ። ተስፋ ንግዚኡ ሞራልና ሓፍ ከብሎ ክእል እዩ ድሓር ግን ምስ ክውንነት ተራጺምና ባይታ ምስ ንዓልብ ኣዝዩ ዝገደደ ጓሂ ክመጸና ይክእል ንሓደ ሰብ ክዕወት እንተኮይኑ ብዓይኒ ስቶይሲዝም ብቅድሚኡ ግብ ዝበለ ጸላም ከም ዘሎ ኢና ክንነግሮ ዘለና ሕማቅ ክጋጥመኒ እዩ ክእሰር ይክእል ካብ ስራሕ ክባረር ክዋረድ ውን እየ የዕሩኽተይ ክዕወቱ ንዓይ ምስላጥ ክኣብየኒ ይኽእል እዩ። እዚ ኹሉ ኸቢድ እዩ። እንተኾነ ግን ይብል ሓደ ቁራጽ ፈላስፋ ስቶይሲዝም፣ ጥሒሰዮ ክሓልፍ እየ። ከምቲ ኣውሪልየስ ዝበሎ ኩልና ካብቲ ንሓስቦ ንላዕሊ ሓያላት ኢና። ብልጽግናን ሰላምን ኣብ ቅድሜና እዮም። ኣእዳውና ዓሚኹና ምትራር ጥራይ እዩ ዘድልየና። ከቢድ ሕማም ካብ ሞት ንይሓልፍ። ብሓፈሻ ካብ ስቶይሲዝም ክንመሃሮ እንኽእል ነገራት ንኽቐልል ዘድልየና እቲ ዝኸፍአ ከጋጥመና ዝኽእል ኣብ ኣእምሮና ምስኣል እዩ። ደሓር ሽግራት የትርሩና እምበር ኣይሰብሩናን እዮም። ንህይወት ከም ዘላቶ ክንርዳእ ኣለና። ሓድሓደ ግዜ ብሕርቃን ክንቃጸል ንኽእል ኢና። እዚ ግን ዘይተጸበናዮም ዝጸንሓና ጥራይ እዩ። ንኣብነት ብርቱዕ ማይ ምስ ዝሃርመና ኣይነማርርን፣ ምኽንያቱ ነብስና ማይ ከም ዝሃርም ተቐቢላቶ ስለ እትጸንሕ እዩ። ወይ ካልእ ኣብነት ንምውሳድ፣ ሓድሽ ክራይ ገዛ ክትካረይ ትቀራረብ እሞ፣ በዓል ገዛ ድሕሪ ሓደ ዓመት ክራይ ገዛ ሚእቲ ዶላር ክውስኽ እዩ ይብለካ። ግዜ ምስ ኣኸለ ዝስምዓካ ነገር ብዙሕ ኣይህሉን፣ የግዳስ፣ እዚ ኣካራይ ገዛ ከይነገረካ ሚእቲ ዶላር እንተ ዝውስኽ ብሕርቃን ክትልሎ ንቡር ይኸውን እምበኣር ልክዕ ከምቲ ማይ ክሃርም ምዃኑን ክራይ ገዛ ክውስኽ ምዃኑን ምቅርራባት ጌርና ንጸንሕ ልክዕ ከምኡ ንኸጋጥሙ ዝኽእሉ ዝበኣሱ ነገራት ምጽባይ ሰላምካን ሓይልኻን ኣብ ምብዛሕ ዓቢ ተራ ኣለዎ ፈላስፋታት ኣወንታዊ ሓሳባት ማለት ፖዚቲቭ ቲንኪንግ በዚ ሓሳብ ዘይክትሰማምዕ እኽእሉ እቲ ምርጫ ግን ኣብ ኢድካ እዩ ማዕበል እልፊ ሽግር ክመጽእ እዩ ኣነ ግን ኣብ ልዕሊኡ ክሕምብስ እየ ቦፊልሞን ነጸረኣብ ምንጪ ቴዲ ኢድ ስኩል ኦፍ ላይፍ ኣሳብ ሳይነስ ካብ ገጻት ፌስቡክ ፍሻለ ተስፋይ ካብ ዝተወስደ